ኦኬ ናይ ሎሚ መጽናዕቲ መጽሓፍ ቅዱስና ካብ ዕብራውያን ዓሰርተ ካብ 19 ክሳብ 39 ዘሎ ክፍሊ እዩ ካብ ዓሰርተ ትሽዓተ ክሳዕ ሰላሳን ትሽዓተን ከንብብ እየ እሞ ብድሕሪኡ ጎይታ የሱስ ክርስቶስ ድማ ኣብ ውሽጠይ ዘቐመጦ መልእኽቲ ከመሓላለፈልኩም እየ ማለት እዩ እንታይ ይብል ስለዚ ኣሕዋቴ በቲ መጋረጃ ማለት ብስግኡ ዝቐደሰልና ሓድሽን ህያውን መንገዲ ብደም የሱስ ናብ መቕደስ ንምእታው ትብዓት ካብ ዝሕልወና ኣብ ቤት ኣምላኽ ውን ዓብዪ ካህን ካብ ዝህልወናሲ ልብና ካብ ክፉእ ህሊና ተነጺጉ ስጋናውን ብጽሩይ ማይ ተሓጺቡ ምሉእ ብዝተረዳእናዮ እምነት ብቕኑዕ ልቢ ንቕረብ እቲ ተስፋ ዝሃበና እሙን እዩ እሞ ነታ እምንቶ ተስፋና ብዘይምንቕናቕ ነጽንዓያ ንፍቕርን ንሰናይ ግብርን ንምንቕቓህ ኣብ ንሓድሕድና ነስተብህል እዚ ኸኣ እታ መዓልቲ እቲኣ ትቐርብ ከም ዘላ ኣጸቢቑ ኹም ትርእዩ ኣለኹም እሞ ንሓድሕድኩም ንሓድሕድና ንመዓዓድ እምበር ገሊኣቶም ልማድ ከም ዝገብሩ ኣኼባና ኣይንሕደግ ስለዚ ኸኣ ፍልጠት ሓቂ ምስ ረኸብና ፈቲና ሓጢኣት እንተ ገበርና ዘሰክሕ ምጽባይ ፍርድን ነቶም ተጻረርቲ እትበልዕ ቅንኢ ሓውን ክኸውን እዩ እምበር፣ ደጊምሲ ስለ ሓጢኣት ዝስዋእ መስዋዕቲ የልቦን። እቲ ሕጊ ሙሴ ዘፍረሰስ ብቓል ክልተ ወይ ሰለስተ ምስክር እዩ ብዘይ ድንጋጽ ዝመውት። ንወዲ ኣምላኽ ዝረገጸ፣ ነቲ እተቐደሰሉ ደም ኪዳን ከኣ ዘርከሰ፣ ንመንፈስ ጸጋውን ዝጸረፈ ግዳ ክንደይ ዝገደደ ቅጽዓት ዘይግብኦ ይመስለኩም? ንሕናሲ ነቲ ምፍዳይ ሕነ ናተይ እዩ፣ ኣነ ሕጊ ክፈድድ'የ ዝበለ ደጊሙ ከኣ እግዚኣብሔር ንህዝቡ ክፈርዶ እየ ዝበሎ ንፈልጦ ኢና ኣብ ኢድ ኣብ ኢድ ህያው ኣምላክ ምውዳቅ ዘሰክሕ እዩ ነተን ብዙሕ ገድልን ስቃይ ተዓጊስኩም ብርሃን ተቀበልኩምለን ቀዳሞት መዓልታት ዘክርወን ብሓደ ወገን ብጸርፍን ብመጸበባ መላገጽን ኮይንኩም ብሓደ ወገን ድማ ምስቶም ከምዚ ዝመሰለ ዝበጽሖም ተማቀልቲ ኮይንኩም ዝሓይሽን ዝነብርን ገንዘብ ኣብ ሰማይ ከምዘለኩም ፈሊጥኩም ምስቶም እሱራት እንተ ኾነ መከራ ጸገብኩም፣ ምግባት ገንዘብኩም ድማ እንተ ኾነ ብሓጎስ ተዓጎስኩም። እምብኣርሲ ነቲ ብዙሕ ዓስቢ ዘለዎ ትብዓትኩም ኣይትደርብይዎ። ፍቓድ ኣምላኽ እናገበርኩም ነታ ተስፋ ምእንቲ ክትረኽብዋስ ትዕግስቲ የድልየኩም እዩ። ማለት ገና ኣዝዩ ቅሩብ ዘመን እዩ፣ እቲ ዝመጽእ ክመጽእ ኣይክድንጉይን ከኣ እዩ። ጻድቅ ግና ብእምነት እዩ ዝነብር፣ ንድሕሪት ተተመልሰ ድማ ነፍሰይ ብኡ ባህ ኣይብላን እዩ ንሕና ግና ምስቶም ምድሓን ነፍሶም ክረኽቡ ዝኣምኑ እምበር ምስቶም ናብ ጥፍኣት ንድሕሪት ዝምለሱ ኣይኮናን ኣሜን። እዚ ክፍሊ እዚ ካብ ናይ ዝሓለፈ ሰሙን መጽናዕትና ዝቕጽል ዘሎ ክፍሊ እዩ። ዝሓለፈ ሰሙን ካብ ቁጽሪ ሓደ ክሳብ ዓሰርተ ሸሞንተ ዘሎ ርኢና ነይርና። ሎሚ ድማ መቐጸልታ ናቱ ካብ ዓሰርተ ትሽዓተ ክሳብ መወዳእታ ቁጽሪ ሰላሳን ትሽዓተን ክንርኢ ኢና ማለት እዩ። ኣብ ቁጽሪ ካብ ቁጽሪ ዓሰርተ ትሽዓተ ክሳብ ዕስራን ክልተን ኣብ ዘሎ እንታይ ኢሉና ስለዚ ኣሕወት ኣሕዋተየ በቲ መጋረጃ ማለት ብስጋኡ ዝቐደሰና ሓድሽን ህያውን መንገዲ ብደም የሱስ ናብ መቕደስ ንምእታው ትብዓት ካብ ዝሕልወና ኣብ ቤት ኣምላኹን ዓብይ ካህን ካብ ዝህልወናሲ ልብና ካብ ክፉእ ህሊና ተነጺጉ ስጋናውን ብጽሩይ ማይ ተሓጺቡ ሙሉእ ብዝተረዳእናዮ እምነት ብቕኑዕ ልቢ ንቕረብ ይብለና እዚ መጋረጃ ከምቲ ኣንቶይ ኣሕዋተይን ዝብልዎ ዝነበሩ ነቲ ቅድስትን ነቲ ቅድስት ካብ ቅዱስተ ቅዱሳን ዝፈልይ ዝነበረ መጋረጃ እዩ ኣብ ብሉይ ኪዳን ናብቲ ቅድስተ ቅዱሳን ብጀካ እቲ ሊቀ ካህናት ማንም ክኣቱ ኣይፍቀድን ማንም ክኣቱውን ኣይክእልን ነይሩ ምኽንያቱም እቲ ሊቀ ካህናትውን ኣብ ዓመት ሓንሳእ ንሱውን ብብዙሕ መስርህ ሓሊፉ እንተ ብህይወት ክወጽእ እንተ ተጎቲቱ ክወጽእ ንዕድሉ ህይወቱ ኣብ ኢዱ ሂዙ እዩ ናብቲ ቅድስተ ቅዱሳን ዝኣቱ ነይሩ ድሕሪ እቲ ሊቀ ካህናት ናብቲ ቅድስተ ቅዱሳን ምእታው ቅዱሳን ጽቡቅ ጌርኩም ስምዑ ማንም ብድሕሪኡ ዝኣቱ ወይ ክኣቱ ዝኽእል ኣይነበረን ሓንሳብ ኣም ኣመት እዩ ዝኣቱ ንሱ ጥራይ እዩ ኣትዩ ዝወጽእ ከማን ተረዲኹምኒ ንዑ ንሱ ምስ ኣተወ ብድሕሪኡ እቲ ህዝቢ ክኣቱ ከማን ኣይክእልን እዩ ሞትን ትንሳኤን ናይ ጎይታናን መድሓኒና የሱስ ክርስቶስ ግና ነቲ ፈጺሙ ክእቶ ዘይከኣል ዝነበረ ነቲ ዕጹው ደገ ብደሙ ንኩላህና ክፉት ክከውን ገርዎ ሎሚ ንሪኦ ዘሎና ክፍሊ እምበኣር ነዚ ሓቂ እዩ ዘጨብጠና ዘሎ ኣሜን ዶ ቅዱሳን ነቲ ክእቶ ፈጺሙ ዘይከኣል ዝነበረ ነቲ ንኩሉ ሰብ ዕጽው ዝነበረ ኣብ ዓመት ንሓደ ሰብ ንሱ ውን ብብዙሕ ራዕድን ፍርሕን ዝኣቱ ዝነበሮ ስፍራ ሳላ ጎይታ የሱስ ክርስቶስ ብዘይ ገለ ጸገም ሳላ ደም እቲ ገንሽል ምእታው ኮይኑልና ክብሪ ንጎይታ ይኹን ኣሜን ዶ ጎይታ የሱስ ክርስቶስ ኣብ መስቀል ቀራንዮ ተፈጸመ ምስ በለ ካብ ዝኾኑ ነገራት ሓደ እንታይ እዩ እንድሕር ኢልና ቅዱሳን መጋረጃ ናይቲ ቤተ መቅደስ ካብ ታሕቲ ንላዕሊ ተተርቲሩ እግዚኣብሔር ስሙ ይባረክ ኣሜን ዶ ቅዱሳን እቲ ከልካሊ ቐጽሪ ፈሪሱ እግዚኣብሔር ይመስገን። ኣየናይ መጋረጃ እንድሕር ኢልና እቲ ኣብ መንጎ ቅድስትን ቅድስተ ቅዱሳን ዝነበረ መጋረጃ ጎይታ ኢየሱስ ክርስቶስ ኩሉ ተፈጸመ ምስ በለ ተተርቲሩ እግዚኣብሔር ይመስገን። እቲ ናብቲ ቅድስተ ቅዱሳን ከይንኣቱ ዝኽልክል ዝነበረ መጋረጃ ተመሊሱ ንኸይዕጸው ብደም የሱስ ክርስቶስ ካብ ታሕቲ ንላዕሊ ተተርቲሩ ክብሪ ን ኣምላኽ ይኹን ኣሜን ዶ ቅዱሳን በዚ ክንሕጎስ ይግብኣና ንኸይዕጸው ጎይታ የሱስ ክርስቶስ ንሓዋሩ ከፊትዎ ኣብ ምዕራፍ ትሽዓተ ቁጽሪ ሸሞንተ ክነጽንዕ ከለና ጸሓፊ ናይዚ መጽሓፍ እዚ ከምዚ ኢሉና ነይሩ እቲ ቀዳማይ ድንኳንና ገና ቆይሙ ከሎ እቲ ናብታ መቕደስ ዘእቱ መገዲ ገና ከም ዘይተገልጸ መንፈስ ቅዱስ በዚ የርኢ ኣሎ ኢሉና ነይሩ ኣብ ምዕራፍ ትሽዓተ ቁጽሪ ሸሞንተ። ኣብ ናይ ሎሚ መጽናዕትና ግን እቲ ናብታ መቅደስ ዘእቱ መንገዲ ከም ተገልጸ ኢና ነንብብ ዘሎና። ኣሜን ዶ ቅዱሳን። እንታይ ኢሉ ነይሩ ኣብ ምዕራፍ ትሽዓተ ቁጽሪ ሸሞንተ እቲ ቀዳማይ ድኳን ገና ቆይሙ ከሎ እቲ ናብታ መቅደስ ዘእቱ መንገዲ ገና ከም ዘይተገልጸ መንፈስ ቅዱስ በዚ የርኢ ኣሎ ኢሉ ነይሩ። ኣብ ናይ ሎሚ መጽናዕትና ግና ኣብ ናይ ሎሚ መጽናዕትና ግና እቲ ናብታ መቕደስ ዘእቱ መንገዲ ከም እተገልጸ ኢና ነንብብ ዘለና። ኣሜን። እቲ ዘይተገልጸ ዝነበረ መንገዲ መን እዩ እንድሕር ኢልና ከምዚ ኣብ ቁጽሪ ዓሰርተ ትሽዓተን ኢስራን ዘንበብናዮ እቲ ሓድሽን ህያውን መገዲ ደም የሱስ እዩ ኣሜን ዶ ትብዓትና ደም የሱስ ክርስቶስ ብደም የሱስ ክርስቶስ ኢና ናብ መቅደስ ንምእታው ወይ ኣብ ቅድሚ ኣቦ ንምቅራብ ትብዓት ረኺብና ኣሜን ዶ ቅዱሳን ስለዚ እቲ ናብታ መቅደስ ዘእቱ መንገዲ እንታይ እዩ እንድሕር ኢልና ደም እቲ ገንሸል ናይ የሱስ ክርስቶስ እዩ ኣሜን ኣሜን ሕጂውን ኣነን ንስኻትኩምን ኣብ ቅድሚ ኣቦ ስቕ ኢልና ክንቀርብ ኣይንኽእልን ኢና። ኣብ ቅድሚ ኣቦ ኣክሰስ ዝህበና ሎሚውን እንተኾነ ሕጂውን እንተኾነ ንዘልኣለም ደም ክርስቶስ እዩ። ብደም ክርስቶስ ተሓጺብና ኢና ኣብ ቅድሚ እቲ ቅዱስ ዝኾነ ኣምላኽ ንቐርብ ማለት እዩ። ካብ ቁጽሪ ዓሰርተ ትሽዓተ ክሳዕ ዕስራ ኣብ ዘሎ ሓሳብ እንታይ ኢና ንመሃር እንድሕር ኢልና ሓደ እቲ ሓድሽን ህያውን መንገዲ የሱስ ከም ዝኾነ ካልኣይ ናብታ መቕደስ ንምእታው ኣክኣሎ ዝህበና ደም የሱስ ክርስቶስ ከም ዝኾነ፣ ሳልሳይ እቲ ደም የሱስ ክርስቶስ ትብዓትና ከም ዝኾነ፣ ራብዓይ ኣብ ቤት ኣምላኽ ውን ዓቢ ካህን ከም ዘሎና፣ ሓሙሻይ ኣብ ቅድሚ ኣምላኽ ክንቀርብ ኮለና ልብና ካብ ክፉእ ሕልና ተነጺጉ ስጋና ውን ብጽሩይ ማይ ተሓጺቡ ሙሉእ ብዝተረዳእናዮ እምነት ብቅኑእ ልቢ ክንቀርብ ከም ዘሎና ኢና ካብዚ ክፍሊ እዚ ንመሃር ኣሜን ኣሜን። ነፍሲ ወከፍና ክነስተብህሎ ዘለና ነገር እንታይ እዩ እንድሕር ኢልና ናብቲ ክቕረብ ዘይክእል ልኡል እግዚኣብሄር ክንቀርብ ዝኸኣልና በቲ እተኸፍለ ክቡር ደም የሱስ ክርስቶስ ከም ዝኾነ ክነስተብል ኣሎና። ኣሜን ዶ? ነዚ ምርዳእና እንታይ እዩ ዝሕግዘና እንድሕር ኢልና ካብ ዘየድሊ ሓልኪ ክንወጽእ እዩ ዝገብረና ኣሜን ንዓይን ንኣሃትኩምን ትምክሕትና የሱስ ጥራይ እዩ ዋሕስና ደሙ ጥራይ እዩ ኣሜን ዶ ስለዚ ኣነን ንስኻትኩምን ኣብ ቅድሚ እግዚኣብሔር ኣቦ ክንቀርብ ኮለና ሓጢኣትናን በደልናን ይቕረ ከም ዝብለና ኣሚንና ንቕረብ ምኽንያቱም የሱስ ክርስቶስ ኣብ መስቀል ቀራንዮ ዕዳና ስለ ዝኸፈለልና ማለት እዩ ስለዚ ናብ ኣምላኽ ክንቀርብ ኮለና ናብ ኣምላኽ ክንቀርብ ኮለና ብመስዋዕቲ ምስጋና ናብ ኣምላኽ ክንቀርብ ይግባኣና እዩ ኣሜን ብመዝሙር ብቕኑዕ ልቢ ብምሉእ እምነት ናብ ኣምላኽ ክንቀርብ ይግብኣና እዩ። ኣብ ቍጽሪ ዕስራን ሰለስተን እንታይ ይብል? እቲ ተስፋ ዝሃበና እሙን እዩ እሞ፣ ነታ እምንቶ ተስፋና ብዘይ ምንቕናቕ ነጽንዓያ ይብለና። ናይ እብራውያን ጸሓፊ ብተደጋጋሚ እዩ እምንቶኦም ኣጽኒዖም ክሕዙ ከም ዘለዎም ዘተባብዖም ነይሩ። ንኣብነት፣ ኣብ እብራውያን ሰለስተ ዓሰርተ ኣርባዕተ፣ ዕብራውያን ኣርባዕተ ካብ ዓሰርተ ኣርባዕተ ክሳዕ ዓሰርተ ሓሙሽተ፣ ኣብዚ ናይ ሎሚ መጽናዕትናውን ተመሳስ ብተመሳሳሊ እቲ ተስፋ ዝሃበና እሙን እዩ እሞ ነታ እምንቶ ተስፋና ብዘይምንቕናቕ ነጽንዓያ ኢሉ ደጊሙ ነታ ተስፋ ኣጽኒዖም ክሕዝዋ ክሕዝዎ ከተባብዖም እዩ ከሎ ኢና ኣብዚ ንርኢ ዘለና ኣብ እብራውያን ሰለስተ ዓሰርተ ኣርባዕተ እንታይ ኢሉና ነይሩ? ነታ መጀመርታ ኣምንቶና ክሳብ መወዳእታ ኣጽኒዕና እንተ ሓዝናያስ፣ ተማቐልቲ ክርስቶስ ኰይንና ኣሎና በለና። ኣብ ዕብራውያን ሰለስተ ዓሰርተ ኣርባዕተ። ኣብ ዕብራውያን ኣርባዕተ ካብ ዓሰርተ ኣርባዕተ ክሳብ ዓሰርተ ሓሙሽተ ድማ፣ ደጊም ብዘይ ሓጢኣትሲ ብዅሉ ከምዚ ኸማና እተፈተነ እዩ እምበር፣ ብድኻምና ኪድንግጸልና ዘይክእል ሊቀ ካህናት የብልናን። የሱስ ወዲ ኣምላኽ ካብ ዚህልወና፣ ምእማንና ነጽንዕ ይብል። ኣሜን ዶ? ብወንጌል ምስ ኣመንና፣ ነፍሲ ወከፍና ምሉእ እምነትናን ተስፋናን ኣብ ወዲ ኣምላኽ የሱስ ክርስቶስ ኢና ጌርና። ሓቀይ ዶ ቅዱሳን? ንየሱስ ከም ወዲ ኣምላኽን ከም ጎይታን ጌርና ምቕባልና ዘርእዮ ነገር እንታይ እንድሕር ኢልና፣ ኩሉ እምንቶና ኣብኡ ምግባርና እዩ። ኣይሁዳውያን ብየሱስ ክርስቶስ ክኣምኑ ከለዉ ከኣ፣ እምነትኦም ካብ ምፍጻም ሕጊ ናብቲ እተኸፍለሎም ውዱእ ናይ መስቀል ስራሕ እዮም ዝገብሩ ማለት እዩ። ክብሪ ንኣምላኽ ይኹን። ኣብዚ እምበኣር ብዛዕባ ተስፋ ክዛረብ ከሎ ብዛዕባ እቲ ብጎይታ የሱስ ክርስቶስ ኣሚንና ዝረኸብናዮ ተስፋ እዩ ዝዛረብ ዘሎ። ኣሜን። ብዛዕባ እዚኣ ተስፋ ናይ እብራውያን ጸሓፊ ክዛረብ ከሎ ደጋጊሙ ዝብሎ ነገር እንታይ እንድሕር ኢልና ነዛ ተስፋ ኣጽኒዕና ክንሕዛ ከም ዘለና እዩ ደጋጊሙ ዝዛረብ ስለዚ መታን ነታ እምንቶ ተስፋና ብዘይ ምንቕናቕ ኣጽኒዕና ክንሕዛ እንታይ ክንገብር ኣሎና ማለት እዩ ከምቲ ኣቐዲሙ ዝበለና እምነትና ኣብቲ ነዚ ተስፋ ዝሃበና እሙን ኣምላክ ክንገብር ኣሎና ማለት እዩ። ኣሜን ዶ? ነታ እምነትና ኣጽኒዕና ንሕዛ፣ መዓስ እዩ እንድሕር ኢልና ነቲ ዝሃበና ተስፋ እንድሕር ኣሚንናዮ ጥራይ። ነቲ እቲ ተስፋ ዝሃበና ኣምላክ እንድሕር ዘይኣሚንናዮ ነቲ ዝተቀበልናዮ ተስፋ ክንኣምኖ ወይ ኣጽኒዕና ክንሕዞ ኣይንክእል ኢና። እቲ እቲ ሚስጥር ኣበይ እዩ እንድሕር ኢልካ እቲ ዝተዋሃበካ ተስፋ ኣጽኒዕኻ ናይ ምሓዝ ሚስጥር ኣበይ እዩ ዘሎ እንድሕር ኢልና ኣብቲ ነቲ ተስፋ ዝሓቦ ዝሓበ ኣምላኽ ምፍላጥ እዩ ዘሎ እግዚኣብሔር ይመስገን ንዕኡ እንድሕር ፈሊጥካ ጥራይ እዩ እቲ እቲ ዝተዋሃበካ ተስፋ ኣጽኒዕኻ ትህዝ እሙን ምዃኑ እንድሕር ተረዲእኻ ዝበሎ ዝገብር ዘይጠልም ኣምላኽ ከም ዝኾነ እዚ ምርዳእ እዚ ፍልጠት እዚ እዚ ሓቂ እዚ ኣብ ውሽጥኻ እንድሕር ተሰዊጡካ ጥራይ ኢኻ ነቲ እሙን ዝኾነ ኣምላኽ ትኣምኖ፣ ንተስፍኡኻ ትኣምኖ፣ እግዚኣብሄር ስሙ ይባረኽ። ስለዚ ነቲ ዝተዋህበና ተስፋ ብዘይ ምንቕናቕ ኣጽኒዕና ክንሕዝ እንድሕር ኮይንና እንታይ ክንገብር ኣለና ማለት እዩ? እምነትና ኣብቲ ነቲ ተስፋ ዝሃበና እሙን ኣምላኽ ክንገብር ኣሎና ማለት እዩ። እቲ ተዛራባይ እሙን ስለ ዝዀነ እቲ ዝበለኒ ክገብሮ እዩ ኢልካ ትኣምን ማለት እዩ። ሃዋርያ ጳውሎስ መርከብ እናተሰባበረ ጀልባኦም እናተሰባበረ መርከቦም ምስ መንደቕ እናተናግዖት እናተሓምሸሸት ተስፋ ኣብ ዘይብሉ ሰዓት ኣምላኽ መጺኡ ምስ ተዛረቦ መልእኽቲ ምስ ኣምጻሉ እንታይ ኢሉ ኣምላኺ ከምቲ ዝበሎ ከም ዝገብሩ ይኣምኖ'የ ኢሉ። ኣሜን ዶ ትኣምኖ ዲኻ? ኣብቲ ዘይመስል ኩነታት፣ ኣብቲ ዘይመስል ኩነታት ትኣምኖ ዲኻ? ሃዋርያ ጳውሎስ ነዚ ንኣምላኹ ክኣምኖ ዝገበሮ ኣብቲ እሞ ኣብቲ ሕሞት ኣብቲ ሞት ሞት ዝሸተሉ ሰዓት ንኣምላኹ ክኣምን ዝገበሮ ነገር እቲ ብዛዕባ ኣምላኹ ዝነበሮ ፍልጠት እዩ። ንኣምላኹ ኣጸቢቑ እፈልጦ ስለ ዝነበረ እዩ። ኣነ ንኣምላኸይ እፈልጦ'የ ኢሉ። እፈልጦ'የ፣ እቲ ዘምልኾ ኣምላኽ ሎሚ ለይቲ ሓደ ሰብ ከም ዘይጠፍእ ተዛሪቡኒ ኣሎ፣ ኣምላኸይ ድማ ከምቲ ንሱ ዝበሎ ከምኡ ከም ዝገብር ይኣምኖ'የ ኢሉ። Do you believe? ነቲ ተስፋታት እግዚኣብሄርሲ ትኣምኖ ዲኻ? እግዚኣብሄር ዝሃበካ ዝሃበኒ ተስፋስ ይኣምኖ ድየ? እቲ እምነትና ናይ እምነትና ዓቐን፣ ናይ እምነትና ኣቐን ዝልካዕ ኣብ ኣብቲ ነቲ ዝሓ ኣብቲ እቲ ኣብ ልዕሊ እቲ ዝሃበና ነቲ ተስፋ ዝሃበና ዘሎና እምነት እዩ ዝውስኖ። ተረዲኡኒ? ክንዲ ምንታይ ንእግዚኣብሔር ንኣምኖ ክንዲ እቲ ዝፈለጥናዮ ኢና ንኣምኖ። ሰሚዕኹምኒ ኣለኹም ዶ ቅዱሳን? ንእግዚኣብሔር ክሳዕ ክንደይ ኢኻ ትኣምኖ እንድሕር ክትፈልጥ ደሊኻ ክንድቲ ትፈልጦ ክንድቲ ትፈልጦ ኢኻ ትኣምኖ ክንድቲ ዝፈለጥካዮ ጥራይ ኢኻ ትኣምኖ ናይ እምነትካ ዕቤትን ምንኣስንሲ ኣብቲ ንዕኡ ዘሎካ ኣፍልጦ ወይ ድማ እቲ ብዛዕብኡ ዘለካ ኣፍልጦ እቲ ምስኡ ዘለካ ህብረት ወሳኒ እዩ ውሳኔ ቅዱሳን ስለዚ ሲ እምነትና ኣብቲ ነዛ ተስፋ ዝሃበና እሙን ኣምላኽ እንድሕር ጌርና ጥራይና ኣብ ተስፋና ዘይንነቓነቕ ንኸውን ነቲ ዝሃበና ተስፋ ኣጽኒዕና ንሕዞ ኢሉ እዩ ተዛሪቡ እዩ ኢልና ደው ንብል ማለት እዩ እንድሕር እቲ ተስፋ ዝሃበና እሙን ምዃኑ ኣሚንና ተስፋና ኣጽኒዕና ክንሕዛ ኣይክጽገመናን እዩ። ኣሜን ኣሜን ዶ እንድሕር ግና እቲ ተስፋ ዝሃበና ኣምላኽ እሙን ምዃኑ ዘይኣሚንናን ወይ ተጠራጢርናን ግና ነታ ተስፋ ኣጽኒዕና ክንሕዛ ከጸግመና እዩ ቅዱሳን ናይ መብዛሕቴና ሽግር ኣብዚ እዩ ዘሎ እግዚኣብሔር ዘይተዛረበ ዘይተዛረበና ዘይተዘረበኪ ኮይኑ ይኮነን ስለ ዘይኣመንክዮ ጥራይ ስለ ዘይኣመንካዮ ጥራይ እቲ ብዛዕብኡ ዘለና ምርዳእ ኣዝዩ በቃ ድሩት ስለ ዝኾነ እዩ መብዛሕትኡ ግዜ ብዛዕባ ተስፋ ክዝረብ ከሎ ምስ ዳግማይ ምጽኣት ጎይታ የተሓዝዎ እዮም ኣብዚ ብዛዕባ እዚ ተስፋ ክንዛረብ ከለና ማለት እዩ እቲ ጎይታ ዳግም ብኽብሪ ዝምለሰሉ ዕለት ፍሉጥ ብዘይምዃኑ ብዙሓት ነቲ ተስፋ ምጽኣቱ ኣጽኒዖም ክሕዙ ይሽገሩ እዮም ሕጂ እኮ እእ ብዛዕባ ጎይታ ክምለስ እዩ ስለምንታይ ንሓደ ፓስተር ሲ ከምዚ ኢሎም ሓቲቶሞ ስለምንታይ ኢኻ በቃ ማለት ሲ ብዛዕባ ጎይት ጎይታ ክምለስ ከም ዝኾነ ዘይትምህር ስለምንታይ ኢኻ ብዛዕባ እቲ ማለት ሲ ፍርዲ ከም ዘሎ ገለ ገለ ሲ ዘይትዛረብ ኢሎም ምስ ሓተትዎ በቃ ሰብ ከይፈርሑ ከይብህርሩ ኢሉካ በቃ ማለትሲ ነቲ ምእመንሲ ካብቲ ጉባኤ ከይሓድሞ ፈሪሑሲ እግዚኣብሔር ንኣብርሃም በቃ ተስፋ ሂብዎ ውላድ ሂብዎ ገለ ክብል ይውዕል ማለት እዩ ኣንቶይ ዮናታን ጽቡቅ ገይሩ ዛረብ ነይሩ ፓስተር ዮኒ እግዚኣብሔር ይባርኮ ማለትሲ ሓድሽን ህያውን መንገዲ እኮ እዩ ንዓና እኮ ተቐዲዱልና ዘሎ። ኣብ ክብሪ ኣብቲ ህላውነት ናይ እግዚኣብሔር እኮ ኢና ኣቲና ዘለና። ህይወትና እኮ ኣብ ሰማያት ምስ ጎይታ የሱስ ክርስቶስ ተሰዊራ እኮ እያ። ነዚ ኢኻ ክትምህሮ ዘለካ። ኣብ ሓድሽ ኪዳን ኢና ንነብር ዘለና። ስለዚ ሕጂ ብዛዕባ ዳግማይ ምጽኣት ናይ ክርስቶስ ዘይስበኸሉ፣ ብዛዕባ ፍርዲ፣ ብዛዕባ ሲኦል፣ ብዛዕባ ገለ ዘይዝረበሉ ምኽንያት ስለምንታይ እንድሕር ኢልና፣ ካብ ህይወቶም ንላዕሊሲ፣ ካብ ህይወቶም ንላዕሊ፣ ካብ ህይወት ናይ ሰብ ንላዕሊሲ እቲ ነምበር፣ ነምበር ናይቲ፣ ቁጽሪ ናይታ ማሕበር ከይንኪ ስለዝጥንቀቑ እዩ። ዋላ ሓደ ሰብ ሂዝካ ዘይትተርፍ። ዋላ ኩሎም ዘይከዱ ከም ናይ የሱስ ክርስቶስ ንስኻትኩም ክትከዱ ትደልዩ ኢኹም ኢሎምዎ የሱስ ክርስቶስ ክትከቱ ክትከዱ ተደሊኹም ኣነ ኣሃዱ ኢለ ክጅምር ይኽእልየ ምስ ካልኦት ኢልዎ you can go you free to go ስለዚሲ ነቲ ሓቂ ሓቂ ዘይምዝራብ ሓደ ንባዕሉ ኣብ ልዕሊ እቲ ሰባካይ ፍርዲ የምጻሉ ክነሱ ነቲ ህዝቢ ግን ለኪምዎ ከይድ ኣሎ ሓላፍነት ኣሎና ጎይታ ክምለስ ምኳኑ ምዝራብ ሓላፍነት ኣለና ናይ ቤተክርስትያን ስራሕ እኮ ነታ ቤተክርስትያን ዕጣር ዘይብላ ጌርካ ኮሊዕካ ሰላሊምካ ንጎይታ ንትም ነታ መርዓት ንጎይታ ምድላው እዩ ኣባላት ናይ ምብዛሕ መደብ ኣይኮናን ዘለና ኣብ መደብና ነታ መርዓት ተኾሊዓ ተሰላሊማ ጸቢቃ ንመርዓውያ ክትጽበይ ምግባር ጥራይ ናትና ስራሕ ኣሜን ዶ ናይ ሰባኻይ ስራሕ እሱ እዩ ስርሑ ናይ መምህር ስርሑ እሱ እዩ ስለዚ እቲ ጐይታ ዳግም ብኽብሪ ዝምለሰሉ ዕለት ፍሉጥ ብዘይ ምዃኑ ብዙሓት ነቲ ተስፋ ምጽኣቱ ኣጽኒዖም ይሽገሩ እዮም ሎሚ እውን ማለት እዩ ከምኡ ስለ ዝኾነ ከኣ እዩ ሓዋርያ ጴጥሮስ ኣብ ካልኣይ መልእኽቱ ምዕራፍ ሰለስተ ካብ ቁጽሪ ሓደ ክሳዕ ዓሰርተ ሰለስተ ኣብ ዘሎ ነቶም ተስፋ ምጽኣቱ ደኣ ኣበሎ ካብታ ኣቦታትና ድዝደቀሱላ መዓልቲ ካብ መጀመርታ ፍጥረት ሒዙ ኩሉ ከምቲ ዝነበሮ እዩ ዘሎ ዝብሉ ተስፍኦም ዝደርበዩ ብርግጽ ጎይታ ከም ዝምለስ ብዛዕባ እታ ብማይ ኣይሂ ዝጠፈእት ዓለም ብምጥቃስ እዛ ሕጂ ዓለምውን ንጥፍኣት ትሕለው ከም ዘላ ብምዝራብ እቶም ኣብ እቶም ሰብ ተስፋ ተስፍኦም ከይድርብዩ እም እምንትኦም ኣብ ኣምላኽ ከጽንዑ ከም ዘለዎም ኣምላኽና ኩላቶም ናብ ንስሓ መታን ክበጽሑ ሓደ እኳ ከይጠፍእ ይዕገስ ከም ዘሎ ብርግጽ ግና እታ ተስፋ ኣብታ ንሱ ማለት ኣቦ ዝወሰነላ መዓልቲ ከም ዝፍጸም ክነግሮምን ከጠንቅቐሎም ከጠንቅቆም ከሎ ነንብብ ነዚ ኣብ ካልኣይ ጴጥሮስ ምዕራፍ ሰለስተ ካብ ሓደ ክሳብ ዓሰርተ ሰለስተ ዘሎ ሓሳብ ክነንብቦ ንኽእል ኢና ኣዝዩ ሰፊሕ ሰፊሕ ክፍሊ እዩ ማለት እዩ እንታይ ይብል ሲ ኣብ ካልኣይ ጴጥሮስ ኣብ ካልኣይ ጴጥሮስ ምዕራፍ ሰለስተ ምክንያቱም ገሌና እውን ዘንጊዕና ኣለና ጎይታ የሱስ ክርስቶስ ከም ዝምለስ ረሲዕና ኣለና ጎይታ ክምለስ እዩ እንታይ ይብል ሲ ኣቱም ፍቑራተይ እዚ እዛ ሕጂ ዝጽሕፈልኩም ዘለኹ ካልኣይቲ ደብዳቤ እያ ቀደም ብቅዱሳት ነቢያት እተባህለ ቃልን ብሓዋርያትኩምን ካብ ጎይታና መድኃኒናን ዝረኸብኩሞ ትእዛዝ ምእንቲ ክትዝክሩ ኢለ ብክልቲኤን እናዘኻኸርኩኹም ነቲ ግሩ ሓሳብ ሓሳብኩም ዕንቅሖ ኣለኹ ኢሉ። ኣብተን ዳሕረዎት መዓልትታት ከም ፍትወት ርእሶም ዝመላለሱን ዘላግጹን መላገጽቲ ከም ዝመጹ ቅድሚ ኩሉ እሱ ፍለጡ። ሓዋርያ ጳውሎስ ነዚ ከምኡ ኢሉ ተዛሪቡ ኣሎ፣ ሓዋርያ ጴጥሮስ ድማ ከምኡ ኢሉ ይዛረብ ኣሎ። ንሳቶም ከኣ ተስፋ ምጽኣቱ ደኣ ኣበይ ኣሎ? ካብታ ኣቦታትና ዝደቀሱላ መዓልቲ ካብ መጀመርታ ፍጥረት ሒዙ፣ ኩሉ ከምቲ ዝነበሮ እዩ ዘሎ ክብሉ እዮም። ሰማያት ካብ ጥንቲ ብቃል ኣምላኽ ከም ዝነበረ፣ ምድሪ እውን ካብ ማይን ብማይን ምዃና ነዚ ፈትዮም ይርስዑ ኣለዉ። እታ ሽዑ ዝነበረት ዓለም ብእኡ በቲ ማይ ተሰጢማ ጠፍእት። እቲ ሕጂ ዘሎ ሰማያትን ምድርን ግና ብቃሉ ተዓቚሩ ኣሎ። ክሳብ መዓልቲ ፍርድን ክሳዕ ጥፍኣት እቶም ንእግዚኣብሔር ዘይፈርሑ ሰባትን ንሓዊ ይሕለው ኣሎ። ግናኸ እቱም ፍቑራተይ ኣብ እግዚኣብሔር ሓንቲ መዓልቲ ከም ሽሕ ዓመት፣ ሽሕ ዓመት ውን ከም ሓንቲ መዓልቲ ምዃና እዛ ሓንቲ ነገር እዚኣ ይትሰወርኩም። ጐይታ'ሲ ኵላቶም ናብ ንስሓ ክበጽሑ እምበር ሓደ እኳ ክጠፍእ ዘይፈቱ ስለ ዝኾነ ምእንታኻትኩም ይዕገስ ኣሎ እምበር ከምቲ ገሊኣቶም ዝድንጒ ዝመስሎም ንተስፍኡ ኣየደንጉዮን እዩ። መዓልቲ ጐይታና ግና ከም ሰራቒ ኮይና ክትመጽእያ። ብኣኣ ሰማያት ጥዋዋዕ እናበለ ክሓልፍ እዩ፣ ፍጥረት ሰማይ ብረስኒ ክመክኽ፣ ምድርን ኣብኣ ዘሎ ግብርታታን ክነድድ እዩ። ደግም እዚ ኹሉ ዝፈላለ ካብ ኮነ፣ ስሊኡ ሰማያት ብሓዊ መኺኹ ዝፈላለየሉ፣ ፍጥረት ሰማይ ከኣ ብረስኒ ዝመከሉ፣ ነቲ ምጽኣት መኣልቲ ኣምላኽና እናተጸበኹምን እናቀላጠፍኩምን ብቕዱስ ንብረት ብፍርሓት እግዚኣብሔርን ከመይ ዝበሉ ክትኮኑ እዩ ዝግበኣኩም ንሕና ግና ከምቲ ተስፍኡ ጽድቂ ዝነብረሉ ሓድሽ ሰማያትን ሓድሽ ምድርን ንጽበይ ኣሎና ይብለና ኣይገርመኩምን ቅዱሳን ስለዚ እዚ ስለ ዝኾነ ኢኻ ተስፋታትኩም ኣጽኒዕ ብዘይ ምንቕናቕ ኣጽኒዕኩም ሓዙ ኢሎም። ቅዱሳን ስለምንታይ ይመስለኩም? ተስፋታትኩምሲ እንታይ ኢሉ? ተስፋታትኩምሲ እቲ ተስፋ ዝሃበና እሙን እዩሞ ነታ እምንቶ ተስፋና ብዘይ ምንቕናቕ ነጽንዓያ ኢሉ። ቅዱሳን ብዘይ ብዘይ ምንቕናቕ ነጽንዓያ ማለት እንታይ ማለት እዩ? ቅዱሳን ብዘይ ምንቕናቕ ነጽንዓያ ማለት እንታይ ማለት እዩ? ዘነቓንቕ ኣሎ ማለት እዩ። ዘነቓንቕ ኣሎ ማለት እዩ። ንተስፋ ተስፋና ዘነቓንቕ ክንድርብይ ዝገብር ነገር ኣሎ ማለት እዩ that's why ብዘይ ምንቕና እምንቶና ኣብ እግዚኣብሔር ጌርና ከይተነቓነቕና ኣጽኒዕና ክንሕዝ ዘለና ማለት እዩ ጎይታ የሱስ ክርስቶስ ነዚ ክንገብር ጸጉ የብዝሓልና ኣሜን ኣብ ቁጽሪ 24 25 እንታይ ይብለና ንፍቕርን ንሰናይ ግብርን ንምንቕቓ ኣብ ንሓድሕድና ነስተብህል እዚ ኸኣ እታ መዓልቲ እቲኣ ትቐርብ ከም ዘላ ኣጸቢቕኩም ትርእዩ ኣለኹም እሞ፣ ንሓድሕድና ንመዓዓድ እምበር፣ ገሊኣቶም ልማድ ከም ዝገብርዎ ኣኼባና ኣይንሕደግ ይብለና። ኣብ ላዕሊ ክንሪኦ ከም ዝጸናሕና እንታይ ኢሉ እዩ ዝምዕዶም ነይሩ? ናብ ኣምላኽ ክቐርቡን እምነቶም ኣጽኒዖም ክሕዙን ክምዕዶም እዩ ጸኒሑ። ሓቀይዶ? ክምዕደና ዝጸንሐ እንታይ እዩ እንድሕር ኢልና፣ ናብ ኣምላኽ ክንቀርብ እምነትና ድማ ኣጽኒዕና ክንሕዝ እዩ ክምዕደና ጸኒሑ ሓቀይ እዚ ቅዱሳን ብግልና ክንገብሮ ዝግብኣና ነገር እዩ ሓቀይ ዶ ናብ ኣምላኽ ምቕራብ እምንቶኻ ኣብ እግዚኣብሄር ምግባር እምነትካ ኣጽኒዕካ ምሓዝ እዚ ብግሊ ክትገብሮን ክትለማመዶን ዘለካ ነገር እዩ። ሕጂ ድማ እንታይ ኢሉ ድሕሪ ነዚ ምግባሉ ኣስዒቡ እንታይ ኢሉ ንሓድሕዶም ክገብርዎ ዝግብኦም ወይ ድማ ንዓድና ክንገብሮም ዝግብኣና ነገራት እዩ ዝነግረና ዘሎ ኣብ ቁጽሪ ዕስራን ኣርባዕተን ዕስራን ሓሙሽተን ኣሜን ዶ ካብዚ እንታይ ኢና ንመሃር እንድሕር ኢልና ቁዱሳን እቲ ናብ ኣምላኽ ዝቐረበን ጽቡቅ ጌርኩም ዶ ትሰምዑኒ ዶ ኣለኹም ቅዱሳን እቲ ናብ ኣምላኽ ዝቐረበን እምንትኡ ኣብኡ ዝገበረን ሰብ እዩ ንፍቕርን ንሰናይን ግብርን ንምንቕቓሕን ኣብ ንሓድሕድሁ ዘስተብህልን ኣኼብኡ ዘይሓድግ ኣሜን ዶ ደጊመ ክዛረቦ'የ፣ እቲ ናብ ኣምላኽ ዝቐረበን እምንትኡ ኣብኡ ዝገበረ ሰብን ጥራይ'ዩ ንፍቕርን ንሰናይ ግብርን ንምንቕቓሕን ኣብ ንሓድሕዱ ዘስተብህል ኣኼቡኡኻ ዘይሓድግን። ብኸመይ ከምኡ ኢልካ እንድሕር ኢልኩምኒ፣ ሓደ ሰብ ምስ ኣምላኽ ጽቡቕ ሕብረት ምስ ዝሕልዎ ጥራይ'ዩ ምስቶም ኣብ ዙርያኡ ዘለዉ ኣሕዋቱን ኣሓቱን ጥዕና ዘለዎ ሕብረት ክህልዎ ዝኽእል። ሓቀይዶ ቅዱሳን? እቲ ምስ ኣምላኽ ጽቡቕ ሕብረት ዘይብሉ ሰብ ምስቶም ኣብ ዙርያኡ ዘለዎ ሰባት ጥዕና ዘለዎ ሕብረት ክገብር ኢልካ ዘይሕሰብ እዩ። ስለዚ ሎሚ ምስቶም ኣብ ዙርያና ዘሎና ሕብረት ንርኤ እሞ እቲ ምስ ኣምላኽ ዘሎና ሕብረት ከመይ ከም ዝመስል ክንፈልጦ ኢና። ኣብዚ ኣብ ዘንበብናዮ ቃል ንኣርባዕተ ነገራት ማለት ጽቡቅ ጌርኩም ስምዑኒ ንኣርባዕተ ነገራት ማለት ንፍቅርን ንሰናይ ግብርን ንምንቅቃሃብ ንሓድሕድናን ክነስተብህልን ንሓድሕድና ክንመዓዕድን ከም ዘሎና እዩ ዝምዕደና ዘሎ። ጸሓፊ ናይዚ መጽሓፍ እዚ ስቅ ኢሉ ኣይኮነን ነዘን ነገራት ክሳዕ ምጽኣት ናይ ጐይታ ክንገብሮ ዝነግረና ዘሎ ቅዱሳን። እዞም ኣርባዕተ ዓበይቲ ረቋሒታት ንሕብረት ቅዱሳን ኣዝዮም ኣገደሱ ስለ ዝኾኑ እዮም ስለ ዝኾኑ እዮም ነፍሲ ወከፍና በዚ ክንተግሕ ከም ዘሎና ዝነግረና ዘሎ። ሕጂ ኣብ ቤት ኣምላኽ ዝጠፍእ ዘሎ ነገር እንታይ እዩ እንድሕር ኢልና እዞም ኣብ ላዕሊ ዝጠቐስናዮም ፍቕሪ ሰናይ ግብርን ንሓድሕድካ ምንቕቓህን ምምዕዓድን እዩ ዝጠፍእ ዘሎ ኣብ ቤተ ኣምላኽ። ጎይታ ሎሚ ንነፍሲ ወከፍና ምስትውዓል ይሃበና። ኣሜን ዶ? ሓደ ሰብ ለውጢ ከምጽእ ይኽእል እዩ። ሎሚ ነዚ ቃል እዚ ንሰምዕ ዘለና ሓምሳን ሓሙሽተን ሰባት ኣነ እንተ ተለዊጠ ጥራይ እየ ንኻልእ ክልውጥ ዝኽእል ዝብል ኣመለኻኽታ እንድሕር ሒዝና ነዚ ሓቂ እዚ ንሕና ኣብ ውሽጥና ኣእቲና ተለዊጥናሉ ካልኦት ሰባት ዘይልወጥሉ ምኽንያት የለን ኣሜን ዶ ስለዚ እቲ ለውጢ ካባና እዩ ክጅምር ዘለዎ ከምቲ ኣንተወይ ፓስተር ዮኒ ዝብሎ ዝነበረ ሲ ኣብዚ ነገር እዛ ኣብዚ ነገር እዚ ብጣዕሚ ክንተግሕ ይግባኣና እዩ ንፍቕርን ንሰናይን ግብርን ንምንቕቓህን ኣብ ንሓድሕድና ነስተብህል ኢሉ ንሓድሕድኩም ተመዓዓዱ ኢሉና ተመዓዓዱ ማለት በቃ በቃ ጽቡቅ ትሰርሕ ኣለኻ ጥራይ ማለት ኣይኮነን ክትግስጾ እንድሕር ኣለካ ክትግስጾ ኣለካ ክትግስጽያ እንድሕር ኣለኪ ክትግሰጽያ ኣለኪ ንሕናኻ ክንግስጽን ክንግሰጽን ኦፕን ክንከውን ኣለና ሕጂ እኮ ኣብ ቤተክርስትያናት ኣዝዩ ኣሸጋሪ ኮይኑ ዘሎ እንታይ እንድሕር ኢልካ በቃ ንሓደ ሰብ ክትትንክፍ ኣይትኽእልን ኢኻ። ነፍሲ ወከፍ ኣማኒ ቦርደር ኣለዎ ሕንጻጽ ኣለዎ ቦርደር እንታይ እዩ ዝበሃል በቃ ካብዚኣ ካይትሓልፍ ኢሉ ዘስመረሉ ላይን ኣሎ ክትሓልፎም ኣይትኽእልን ኢኻ። እቶም ዝቐረቡኻ ደረት ኣለዎ በቃ ዶብ ኣለዎ እቶም በቃ ዝፈቐድ ነቶም ዝፈቐዱልካ ጥራይ ኢኻ ዶብ ጢሒስካ ትዛረቦም እንበር ሕጂ እናተጋጌ እናበደለ በቃ ስእልካ ኢኻ ትሪኦ ምኽንያቱም ዶብ ኣለዎ ገደብ ኣለዎ ከይትንክፈን ተናኻሲ እዩ በቃ እንድሕር ቀሪብካዮ ዝፋሓናጨር እዩ ከም ድሙ ባህሪ ዘለዎ እግዚኣብሄር ምህረት ይግበር ኣሜን ዶ ቅዱሳት ክርስትያናት ኮይና ዶብ ክህልወና ይግብኦን እዩ ዶብ ክህልወና ይግብኦን እዩ እንድሕር ኣሕዋት ኢና ኢላ እንድሕር ወረስቲ መንግስቲ ኣምላኽ ኢና ኢልና ደቂ ጎይታ ኢና ኢልናሲ ሓውና መፅዩ ሓፍትና መፅያ ሰሌ ሓወይ ትገብሮ ዘለኻ ጌጋ እዩ ክትብለኒ ወይ ድማ ሰሌ ሓወይ ትገብሮ ዘለኻ ጌጋ እዩ ክብለኒ ሲ ክፈቅድ ክኽእል ኣለኒ ቅዱሳን ንምንታይ ኢና በቃ ፍቕሪ ጠፊኣ ካብ ቤት ኣምላኽ እንድሕር ኢልና እዚ ነገራት ስለ ዝጎደለና ቅዱሳን ሎሚ እግዚኣብሔር ይዛረበና ኣሎ ዶብኩም ኣልዕሉ ኣነ ዶበይ ኣልዒለ ኣለኹ እስከ በሉ ዶብኩም ኣልዕሉ ሰባት መጺኦም ይገስጽኩም ሰባት መጺኦም ይገስጹኒ ኣሜን ዶ ትጋጌ ኣለኻ ሰለሙን እዚ ዝበልካዮ ጌጋ እዩ ከምዚ ትገብር ኣይነበረካን ካባኻ እዚ ይጽበይ እነ ካባኺ ከ እዚ ኣይጽበይን ንኽንበሃሃል ሲ ፍቓደኛታት ክን ንኹን ቁዱሳን ኣይትተንክፈኒ ዝብል ክርስትያን እዩ በዚሑ ዘሎ ኣብዚ ዘመን እዚ ማለት እዩ ኣነ ዝሪኦ ማለት እዩ በቃ ኣይትተንክፈኒ ዝብል በቃ በቃ ዶብ ዶብ ኣለዎ ዘስመሮ ላይን ኣለዎ እንተረጊጽካ ኣኺሉካ ኣኺሉካ እዩ ከምዚ ኢልካ መንግስቲ ኣምላኽ ክትወርስ ማለት ዘበት እዩ ዘበት እዩ ሎሚ ኣነን ንስኻትኩምን ዶብና እንድሕር ኣልዒልና ፓስተራትና ኣገልገልትና ክግስጹና መሰል ክፈርሑና መዓት እዮም እኮ ዋላ ኣገልገልትና ክፈል ዋላ ፓስተራትና ክፈርሑና እዮም መሳኪን ኣገልጋሊ ምኳን እኮ ሽግር እኮ እዩ። እግዚኣብሔር ምሕረት ነፍሲ ወከፍና ይግበረና ግን ሎም መዓልቲ ግን ኣብዚ ነገራት ክንተግሕ ከም ዘለና ጎይታ ስለ ዝተዛረበና ነዚ ቃል እዚ ዝሰምዓና ሓምሳን ሓሙሽተን ሰባት ንፍቕሪ፣ ንሰናይ ግብሪ፣ ንምንቕቓሕን ኣብ ንሓድሕድና ክነስተብህል፣ ንሓድሕድና ክንመዓዓድ ጐይታ ስለ ዝደሊ ዘሎ ኣብዚ ነገር እዚ ክንተግህ ፍቓድ ጐይታ ስለ ዝኾነ ኣብዚ ክንተግህ ከም ዘለና ክላበወኩም እፈቱ ማለት እዩ። ካብ ኢስታን ሽዱሽተን ክሳዕ ሰላሳን ሓደን እንታይ ይብለና? ስለዚ ከዓ ፍልጠት ሓቂ ምስ ረኸብና ፈቲና ሓጢኣት እንተ ገበርና፣ ዘሰክሕ ምጽባይ ፍርዲ ነቶም ተጻረርቲ ትበልዕ ቅኔ ሓውን ኪኸውን እዩ እምበር፣ ደጊምሲ ስለ ሓጢኣት ዚስዋእ መስዋእቲ የልቦን። ን እቲ ንሕጊ ሙሴ ዘፍረሰ ብቓል ክልተ ወይ ሰለስተ ምስክር እዩ ብዘይ ድንጋጽ ዚመውት። ን ወዲ ኣምላኽ ዝረገጸ፣ እቲ እተቐደሰሉ ደም ኪዳን ከኣ ዘርከሰ፣ ንመንፈስ ጸጋውን ዚጸረፈ ግዳ ክንደይ ዝገደደ ቅጽዓት ዘይግብኦ ይመስለኩም? ንሕናሲ ነቲ ምፍዳይ ሕነ ናተይ እዩ፣ ኣነ፣ ህግ ክፈድዴ ዝበለ ደጊሙ ከኣ እግዚኣብሔር ንህዝቡ ክፈርዶዩ ዝበለ ንፈልጦ ኢና ኣብ ኢድ ህያው ኣምላኽ ምውዳቅ ዘሰኪሕ ኢዩ ከምዚ ክሳዕ ነዛ ቃል ነንብብ ጸሓፊ ናይዚ መጽሓፍ ክምዕድ ከተባብዕ ኢዩ ጸኒሑ ሓቀይዶ ቅዱሳን ሕጂ ድማ መጠንቀቕታ ዝሓዘለ መልእኽቲ ከመሓላልፈሎም ከሎ ኢና ንርኢ ዘለና። እዚ መልእኽቲ ባላንስ ዝገበረ መልእኽቲ እዩ። እግዚኣብሔር ስሙ ይባረክ። ጸሓፊ ናይ እብራውያን ኣዝዩ በሊሕ ሰብ እዩ። እግዚኣብሔር ስሙ ይባረክ። ከመይ ኢሉ ናብቲ ቀንዲ መልእኽቲ ይኣቱ፣ ናብቲ ከመሓላልፎ ዝደልዮ መልእኽቲ ይሓልፍ ብጣዕሚ ዝፈልጥ ሰብ እዩ። ክምዕድ ጸኒሑ ከተባብዕ ጸኒሑ እንካሬጅ ክገብሮም ጸኒሑ ሕጂ ድማ ካልእ ገጻት ናይ እግዚኣብሄር ከሪኦም ከሎ እዩ ዘርእየና ዘሎ። ነፍሲ ወከፍና ገጻት እግዚኣብሄር ከመይ ይመስሉ ክንፈልጥ ኣለና። እግዚኣብሄር መሃሪ እዩ ጥራይ ዝብል ክርስትያን ኣሎ። እግዚኣብሄር በቃ ደንጋጺ እዩ ዝብል ጥራይ ክርስትያን ኣሎ። ኖ እግዚኣብሄር ይቐጽዕ ኢኻ። እግዚኣብሄር ከኣ ከም ዝባላዕ ሓዊ እዩ። ከምዚ ዘም ነንብቦ ዘለና ኣብ ኢድ ህያው ኣምላኽ ምውዳቕ ዘሰክሕ እዩ። እቲ ካልእ ገጻት ናይ እግዚኣብሄር ክንፈልጦ ብጣዕሚ ኣዝዩ ኣገዳሲ እዩ ምክንያቱም ንሂወትና ባላንስ ክንገብር ስለ ዝሕግዘና ማለት እዩ ምሕረት ምሕረት ጥራይ ትብል እንድሕር ኮንካ እቲ ካላት ካልእ ገጻት ናይ እግዚኣብሔር ዘይትፈልጥ እንድሕር ኮንካ ንሂወትካ ብጥንቃቄ ኣይትመርሓን ኢኻ ክንፈልጦ ክንክእል ኣለና ኣዝዩ መሓሪ እዩ ንኹራ ደንጓይ ተባሂሉ እዩ እምበር ኣይኩሪን ማለት ኣይኮነን ንኹራ ዝድንጉ እዩ ግን ንቁጥዐ ዝደንጎየ ስለ ዝኾነ እዩ እምበር ክቁጣዕ ኮሎ ኣይርኢኻ ስለዚ ጸሓፊ ናይ ዕብራውያን እንታይ ይገብር ኣሎ እንድሕር ኢልካ ካልእ ገጻት ናይ እግዚኣብሄር የሪኦም ኣሎ ኣብዚ ብዛዕባ እንታይ ዓይነት ሓጢኣት እዩ ዝዛረብ ዘሎ ዘጠንቅቕ ዘሎ እንድሕር ኢልና ብዛዕባ እቲ ፈቲና እንገብሮ ማለት ከምዚ ኣብ ቍጽሪ ዕስራን ሽዱሽተን ዕስራን ሸውዓተን ነንብቦ ዘለና፣ ብዛዕባ እቲ ፍልጠት ሓቂ ምስ ረኸብና ፈቲና እንገብሮ ወይ እንፍጸሞ ሓጢኣት እዩ ዝዛረብ ዘሎ። እናፈለጥካ ትገብሮ፣ እናፈለጥካ ትጋገዮ፣ ብርሃን በሪሑልካ ከሎ፣ ሕጂ ንኣብነት ቀይሕ መብራህቲ እንድሕር ኣርእዩካሲ ጠጠው ክትብል ከም ዘለካ እዩ ዝነግረካ፣ እቲ ቀይሕ ናይ ትራፊክ መብራህቲ። ንሱ ኣይፈልጥን እየ ክትብል ኣይትክእልን እያ መኪና ትዝውር እንድሕር ኣለካ ቅድሚ ባይ ቴንቲ ምውሳድካ ሲ ንዕኡ ተማሂርካ ኢካ ትሓልፍ ሓቀይ ዶ ቅዱሳን ብድሕሪኡ እትገብሮም ጌጋታት መቅጻዕቲ ኣለዎ ነጥብታት ኣሎ ኣይ ዶንት ኖ ኣብ ኢሮብ ከመይ ከም ዝኮነ ኣይፈልጥን እየ ኣብዚ ዓዲ ቀይሕ እንድሕር ጥሒስካ ኪሎሜትራት እንድሕር ብብዙሕ ኪሎሜትር እንድሕር ጢሒስካ ከይድካ ነጥቢ ኣሎ ኢንሹራንስኻ ሰማይ እዩ ዝስቀል ኢንሹራንስካ ኣልባብካ እዮም ዘጥፍኡልካ ሰለስተ ነጥቢ እንድሕር ወሲኾም ከኣ ኣኺሉካ ከይትዝውር ትኽእል ኢኻ ማለት እዩ እንድሕር ወሲካ ድማ ከሕድጉኻ እዮም ማለት እዩ ስለዚ ሲ ኮንሲኩዌንስ ኣለዎ ሳዕቤን ኣለዎ እቲ ንገብሮ ነገር እቲ ንኸዶ እናፈለጥና ንገብሮ ነገር ምድር ኣብ ምድሪ ከማን እኳ ሳዕቤን ኣለዎ ቁዱሳን ኖና ሰማያዊ ፕሪንስፕል እዚ ናይ ምድሪ ፕሪንስፕል ካብቲ ናይ ሰማይ ዝመጸ እዩ ሓቀይ ዶ ቁዱሳን ኣብዚ እምበኣር ብዛዕባ እቲ ፈሊጥና ሓቂ ምስ በረሓልና ድሕሪ እቲ ሓቂ ምፍላጥና እንፍጽሞም በደል እዩ ዝዛረብ ዘሎ ቅዱሳን ኣብዚ ክነስተብሎ ዘለና ነገር እንታይ እንድሕር ኢልና እቲ ፍርዲ ኣብቶም ነቲ ሓቂ ዝፈልጡ ዝገደደ ከም ዝኾነ እዩ ቅዱሳን። እቲ ፍርዲ እውን ካብ ቤቱ ከም ዝጅምር ክነስተብል ኣዝዩ ኣገዳሲ እዩ። እዞም ነዚ ቃል እዚ ሎሚ ንሰምዕ ዘሎና እንድሕር በዚ ቃል ንህይወትና ፈቲሽናያ እናፈለጥና እንብድሎም ወይ እንገብሮም ሓጢኣት ኣለው የለውን ኣይኮኑን ሎሚ ተነሲሕና መንገድና ክነዐሪ ኣዝዩ ኣገዳሲ እዩ ምክንያቱ ከምዚ ክነንብቦ ዝጸናሕና እንድሕር ተነሲሕና ህይወትና ዘየመዓራሪናያ እታ ነቶም ተጻረርቲ እትበልዕ ቅንኢ ሓዊ ክትበልዓና እያ። ክትበልዓካ እያ እታ ሓዊ። ጸሓፊ ናይዚ መጽሓፍ ነዞም ሰማዕቱ ብዙሕ ሓቅታት ኣፍሊጥዎም እዩ ሓቀይዶ? ኣነን ንስኻትኩምን ነዚ ቃል እናንበብና ብዙሕ ፈሊጥና ኣሎና። ስለዚ እናፈለጥና ክንብድል ኣይግብኣናን እዩ። ነዚ ዝፈለጥናዮ ሓቂ ምርጋጽ ማለት ነቲ ዝፈሰሰልና ደም የሱስ ክርስቶስ ምርካስ ምንእኣስ ማለት እዩ። ከምኡ ስለ ዝኾነ ከኣ እዩ ኣብ ቁጽሪ ዕስራን ሸሞንተን ዕስራን ትሽዓተን እንታይ ኢሉ እቲ ንሕጊ ሙሴ ዘፍረሰ ብቃል ክልተ ወይ ሰለስተ ምስክር እዩ ብዘይድንጋጽ ዝመውት ኢሉ ንወዲ ኣምላኽ ዝረገጸ ነቲ እተቀደሰሉ ደም ኪዳን ከኣ ዘርከሰ ንመንፈስ ጸጋውን ዝጸረፈ ግዳ ከ ክንደይ ዝገደደ ቅጽዓት ዘይግብኦ ይመስለኩም ኢሉ። ሓደ ካብቲ ክንገብሮ ዘይብልና ነገር እንታይ እዩ እንድሕር ኢልና እቲ ልዕል ልዕል ኢሉ ዝበሎ ኣኼባና ምሕዳግ እዩ። ሓደ ክንገብሮ ዘይብልና ማለት እዩ። ኣኼባኻ ክትገድብ የብልካን። ፓስተር ስለ ዘይደወለልካ፣ ፓስተር ተጸዊጉ ሰላም ኢሉኒ ሰይቲ ፓስተር ሰላም ኣይበለትን ኣይደወለትለይን ኢልካ ብሰባት ኣመኽኒኻ ብኣመንቲ ኣመኽኒኻ ማሕበር ኣምላኽ ምሕዳግ እዚ ጌጋ እዩ ብጣዕሚ ጌጋ እዩ ኣኼባና ምስ ንሓድግ ንመን ኢኻ ትጎድእ መሲልካ ንገዛእ ርስኻ ኢኻ ትሓድግ ኣኼባና ምስ ንሓድግ ኢና ካብቲ መንገዲ እግዚኣብሔር ንወጽእ ቅዱሳን ስለዚ እንተ ደኺምና እንተ በርቲዕና ኣብ ቤቱ ክንከውን ኣዝዩ ኣገዳሲ እዩ። ምኽንያቱም ኣብ ቤቱ ክንህልው ኮለና ደገፍ ኣሕዋትናን ኣሓትናን ስለ ዘሎ። ኣብኡ ማዕዳን ተግሳጽን ፍቕርን ስለ ዘሎ ማለት እዩ። ኣሜን ዶ? ክትደክም ኮለኻ ዘበርትዑኻ፣ ክትሓዝን ከለኻ ድማ ዘጸናንዑኻ ኣሕዋት ስለ ዘለዉ ማለት እዩ። ካብ ቤት ኣምላኽ እንድሕር ጠፊእኻ ግን ጠፊእኻ እዩ። ብፍላይ ኣብዚ ዘመን ዘስተብሃልክዎ ነገር እንታይ እዩ ሓደ መዓልቲ እንድሕር ጠፊእኻ ሓንቲ መዓልቲ እንድሕር ቦኺርካ ሰባት ክሓቱልካ እዮም ሓደ ሰንበት ማለት እዩ ካልኣይ እንድሕር ወሲካ ክሓቱልካ እዮም ሳልሳይ እንድሕር ወሲካ ክሓቱልካ እዮም ብድሕሪኡ ኣይሓቱልካን እዩ ኣሓ በቃ መን መጺኡሲ ደሓይካ ዝገብር ኣንታ ዝሰለየ ሓውናስ ኣበይ ከይዱ ዝብል ኣይረኣኹን ኣነ ብኡ ጌርካ ኢኻ ትጠፍእ ብኡ ጌርካ ኢኻ ትጠፍእ ዝገርም ዘመን ኢና ዘለና ነተን ኣባጊዕ ክደሊ ዝኸይድ ጓሳ ጓሳ ከማን ንዕ ከምኡ ክገብር ዓቕሚ ዘለዎ ጓሳ ከማን የለን ጠፊእኻ ኢኻ ኣኺሉካ እዩ ስለዚ ብዝተኻኣለካ መጠን ንስኻ ባዕልኻ ባዕልኻ ንኸይትጠፍእ ካብቲ መጓሰ ጎይታ የሱስ ክርስቶስ ባዕሉ እዚ ካብዚ መጓሰ ዘይኮና ኣብ ካልእ ዘለዎ ኣሎ መጽኤ ክሕውሶ እየ ነኢሉ ኣብቲ ካብቲ መጓሰ ኣይትውጻእ ኣይትውጻእ ስለዚ Don't blame እልልታ ኣይሓተቱክን ኣይሓተቱናን ገለ ግደፎ ባዓልካ ካብቲ መጓሳይ ትውጻእ በቃ ከምዘይ ትሕተት ፍለ ብኡ ገርካ ኢካ ክትጠፍእ ሰይጣንካ ተ ከምዚ ጠለይ ጠለይ መጻወቲ እዩ ዝገብረካ ማለት እዩ። ካብ ቁጽሪ ሰላሳን ሰላሳን ሓደን እንታይ ይብል ሲ። ንሕናሲ ነቲ ምፍዳይ ሕነ ናተይ'ዩ ኣነ ሕጊ ክፈድድ'የ ዝበለ ደጊሙ ከኣ እግዚኣብሔር ንህዝቡ ክፈርዶ'ዩ ዝበለ ንፈልጦ ኢና ኣብ ኢድ ህያው ኣምላኽ ምውዳቕ ዘሰኪሕ'ዩ ይብለና ኣብ ኢድ ህያው ኣምላኽ ከይንወድቕ እንታይ ክንገብር ኣሎና ንሕናውን ነቲ ምፍዳ ሕነ ናተይ'ዩ ዝበለ ኣነ ሕጊ ክፈድድ'የ ዝበለ ደጊሙኻ እግዚኣብሔር ንህዝቡ ክፈርዶ'ዩ ዝበለ ክንፈልጦ እዩ ዘለና ኣሜን ዶ ቅዱሳን ንኣምላኽ እንድሕር ብትኽክል ፈሊጥካዮ ንኣምላኽ እንድሕር ብትኽክል ፈሊጥካዮ ኣብ ኢዱ ኣይትወድቕን ኢኻ ሓቀይ ዶ ቅዱሳን ማንነት ናይ እግዚኣብሔር ባህሪ ናይ እግዚኣብሔር እንድሕር ኣጸቢቕና ፈሊጥናዮ ኣብ ኣብቲ ኣብ ኢድ እቲ ዘሰክሕ እግዚኣብሔር ኣይንወድቕን ኢና ከምቲ ንሱ ዝደልዮ ኮይንና ኢና ንመላለስ ሕጂ ተሸጊርናዮ ዘለና ሓደ ገጻት ናይ እግዚኣብሔር ጥራይ ኢና ንፈልጥ ዋላ ኣብ ቤተክርስትያን ሓደ ገጽ ናይ እግዚኣብሔር ጥራይ እዮም ዝምህሩኻ ኖ ኖ ኖ ኖ ንእግዚኣብሔር ብምልኣት ክንፈልጦ ይግብኣና እዩ ኣሜን ዶ ንፈልጦ እንታይ ኢሉ ንሕናሲ ኢሉ ኣታ ጽቡቅ ጌርኩም ስምዑ ንሕናሲ ነቲ ምፍዳይ ሕነ ናተዩ ኣነ ሕጂ ክፈዴ ዝበለ ደጊሙ ከኣ እግዚኣብሔር ንህዝቡ ክፈርዶ እዩ ዝበሎ ንፈልጦ ኢና ኢሉ ሕጂ ንእግዚኣብሔር ኣብ ምፍላጥ እዩ ሙምላቅ ዘሎ ኣሜን ዶ ንእግዚኣብሔር ተፈሊጥካዮ ጥራይ ኢኻ ካብ ካብ ኢዱ ትሞልቅ ካብ ፍርዱ ትሞልቅ ኣሜን ዶ ኣብዚ ናይ ሎም መዓልቲ መጽናዕቲ መጽሓፍ ቅዱስና ክልተ ምርጫ እዩ ተዋሂቡና ዘሎ ክልተ ምርጫ ሂቡና ኣሎ ናይ እብራውያን ጸሓፊ። ሓደ ካብ ቁጽሪ ዓሰርተ ትሽዓተ ክሳብ ዕስራን ክልተን ከም ዘንበብናዮ ናብ ኣምላኽ ብትብዓት ክንቀርብ ክኸውን ከሎ ካልኣይ ድማ እንድሕር ዘይቀሪብና ድማ እንድሕር ካብኡ ርሒቕና ድማ ካብ ዕስራን ሽዱሽተን ክሳብ ሰላሳን ሓደን ዘንበብናዮ ካብኡ ምርሓቕ እዩ ኣብ ኢድ እቲ ህያው ኣምላኽ ምውዳቕ እዩ። እዚ ኸኣ ከምቲ ናይ እብራውያን ጸሓፊ ነጊሩና ዘሎ ዘሰክሕ እዩ። ስለዚ ምርጫና ካብ ኣብ ኢድ እግዚኣብሔር ምውዳቕ እንታይ እንታይ ክንመርጽ ኣለና ማለት እዩ ናብ ኣምላኽ ምቕራብ ብንስሓ ምቕራብ ከምቲ ንሱ ዝደልዮ ኮይና ምቕራብ ደም ክርስቶስ ይስካ ምቕራብ ካብ ዓሰርተ ትሽዓተን ዕስራን ክልተን ናብ ኣምላኽ ብዛዕባ ምቕራብ እዩ ዝዛረበና ቅዱሳን ካብ ዕስራን ሽዱሽተን ክሳብ ሰላሳን ሓደን ዘንበብናዮ ብዛዕባ ፍርዲ እዩ ዝዛረብ ዘሎ ካብ እግዚኣብሔር ምስ ንርሕቕ ብሓይጣት ድዩ ብበደል ድዩ ካብ እግዚኣብሔር ምስ ንርሕቕ ዝበጽሑና ነገራት እዩ ዝዛረብ ዘሎ ስለዚ ንዓይ ንዓኻትኩም ዘዋጽኣና ናብ እግዚኣብሔር ምቕራብ እዩ ንዓይሲ ናብ ኣምላኽ ምቕራብ ሕሸኒ ኢሉ ምሽ ባርያ ዳዊት ከምኡ ኢሉ ምሽ በቃ ንዓይሲ ናብ እግዚኣብሔር ምቅራብ ይሕሸኒ እዩ ናብ እግዚኣብሔር ምቅራብ እዩ ዘዋጻና ቅዱሳን ካብ ቁጽሪ ሰላሳን ክልተን ክሳብ ሰላሳን ትሽዓተን እንታይ ይብለና ነተን ብዙሕ ገድልን ስቃይን ተዓጊስኩም ብርሃን ተቐበልኩምለን ቀዳሞት መዓልታት ዘክርወን ብሓደ ወገን ብጸርፍን ብጸበባ መላገጺ ኮንኩም ብሓደ ወገን ድማ ምስቶም ከምዚ ዘመሰለ ዝበጽሖም ሰባት ተማቐልቲ ኮንኩም ዝሓይሽን ዝነብርን ገንዘብ ኣብ ሰማይ ከም ዘለኩም ፈሊጥኩም ምስቶም እሱራት እንተ ኾነ መከራ ጸገብኩም ምግባት ገንዘብኩም ድማ እንተ ኾነ ብሓጎስ ተዓገስኩም እምበኣርሲ ነቲ ብዙሕ ዓስቢ ዘለዎ ትብዓትኩም ኣይትደርብይዎ ፍቓድ ኣምላኽ እናገበርኩም ነቲ ተስፋ ምእንቲ ክትረኽብዋሲ ትዕግስቲ የድልየኩም እዩ ማለት ይግለጽ ግና ኣዝዩ ቁሩብ ዘመን እዩ እቲ ዝመጽእ ክመጽእ እዩ ኣይክድንጉይን ከኣ እዩ ጻድቅ ግና ብእምነት እዩ ዝነብር ንድሕሪት ተተመልሰ ድማ ነፍሰይ ብኡ ባህ ኣይብላን እዩ ንሕና ግና ምስቶም ምድኃን ነፍሶም ክረኽቡ ዝኣምኑ እምበር ምስቶም ናብ ጥፍኣት ንድሕሪት ዝምለሱ ኣይኮናን ኢሉ ካብ ቁጽሪ ሰላሳን ክልተን ክሳዕ ሰላሳን ትሽዓተን ኣብ ዘሎ ክፍሉ ክፍሊ መሊሱ ከተባብዖም ከሎ ኢና ኣብዚ ንርኢ ዘሎና ኣሜን ዶ እዞም ሰባት እዞም ሰባት እዞም ዝጽሕፈሎም ዘሎ እዚ መልእኽቲ ዝምልከቶም ሰባት ምእንቲ ወንጌል ብዙሕ ዋጋ ከፊሎም እዮም ኣንቢብኩሞ ዲኹም ቅዱሳን እቲ ዝብሎም ዘሎ እዞም ሰባት ምእንቲ ወንጌል ኦረዲ ኣቐዲሞም ብዙሕ ዝኸፈልዎ ዋጋ ኣሎ ነቲ ብርሃን ምስ ተቐበሉ ወይ ብርሃን ምስ በርሃሎም እሞ ንጎይታ ምስዓም ምስ ጀመሩ ተጸሪፎም እዮም መላገጽቲ ኮይኖም እዮም መከራ ጸጊቦም እዮም ብዙሕ ዋጋ ከፊሎም ንብረቶም ተገቢቱ እዩ ገንዘቦም ተገቢቱ እዩ ተርዲኹምኒ ከምኡ ስለ ዝኾነ ከዓ እዩ ኣብ ቁፅሪ ሰላሳን ሓሙሽተን እንታይ ኢልዎም ነቲ ብዙሕ ዓስቢ ዘለዎ ትብዓቶም ክድርብይዎ ከም ዘይብሎም ዘተባብዖምን ኣድላይ እንተኮይኑ እውን ዘድሊ ዋጋ ሕጂ እውን ክኸፍሉ ከም ዘለዎም ዝነግሮም ዘሎ ክብሪ ንኣምላኽ ይኹን ኣሜን ዶ ኣነ ንስኻትኩምን ንጎይታ ምስ ተቐበልና እኮ ብዙሕ ዋጋ ከፊልና ኢና እኮ ኣብቲ መጀመርያ ናብ ጎይታ ዝመጻናሉ እኮ ብስድራና ዝመጽእ ጸቕጢ ይኹን በቶም መዛኑና ዝመጽእ ጸቕጥታት እኮ ብዙሕ ነይሩ ግን ንኡ ኩሉ ሰጊርና እቲ በቃ ካብ ፍቕሪ ጎይታ ዝፈለየኒ ዋላ ሓደ የለን ኢልና ምስዓብ ጀሚርና ብዙሕ ዋጋ ከፊልና ድሓር ኢና እኮ ነበላሹ ድሓር ኣብ ጎይታ ምስ ኮንና ኣብ ጎይታ ምስ ጸናዕና ኢና ብዙሕ ነገር ነበላሹ ዘለና እግዚኣብሔር ሎሚ ምስትውዓል ይሃበና ኣሜን ዶ ብመሰረት ሎሚ ነጽንዖ ዘለና ቃል ነታ ተስፋ ኣምላክ ክንረኽባ ወይ ክንወርሳ እንድሕር ደሊና ትዕግስቲ የድልየና ትዕግስቲ ዝበሃል ካብ ቁፅሪ 36 ክሳብ 39 ነዚ ዝነግረና እንታይ ኢሉሲ ፍቓድ ኣምላኽ እናገበርኩም ነታ ተስፋ ምእንቲ ክትረኽቧስ ትዕግስቲ የድልየኩም እዩ ክርስትያን ዘድልዮ ትዕግስቲ እዩ። ዓቃላት ንምድሪ ክወርስዋ እዮም እሞ ብፁዓን እዮም ኢሉ ናይ እግዚኣብሔር ቃል። ዓቕሊ የድልየና እዩ ማለት ገና ኣዝዩ ቁሩብ ዘመን እዩ እቲ ክመጽእ እቲ ዝመጽእ ክመጽእ እዩ ኣይክድንጉዩን ከኣ እዩ። ጻድቅ ግና ብእምነት እዩ ዝነበር ንድሕሪት ተተመልሰ ድማ ነፍሰይ ብኡ ባህ ኣይብላን እዩ ንሕና ግና ምስቶም ምድሓን ነፍሶም ክረኽቡ ዝኣምኑ እምበር ምስቶም ናብ ጥፍኣት ንድሕሪ ዝምለሱ ኣይኮናን ይብለና። ኣብ ምዕራፍ ሽዱሽተ ካብ ዓሰርተ ሓደ ክሳዕ ዓሰርተ ክልተ ጸሓፊ ናይዚ መጽሓፍ ነቶም ብእምነትን ብትዕግስትን ነታ ተስፋ ዝወረስዎ ከም ኣብርሃም ክመስሉ ከም ዘለዎም ምዒድዎም ነይሩ ቅዱሳን ሓቀይዶ? እምነትና ዓስቢ ኸም ዘለዎ ተዛሪቡ እዩ ኣቐዲሙ ኣብ ምዕራፍ ሽዱሽተ እንታይ ኢልዎም ነይሩ ነቶም ብእምነት ብእምነትን ብትዕግስትን ነታ ተስፋ ዝወረስዎ ምእንቲ ክትመስልዎም እምበር ድንዙዛት ካይትኾኑስ ነፍሲ ወከፍኩም ክሳብ መወዳእታ ንምምላእ ተስፍኡን ንምጽናዕን እዚ ትግሃት እዚ ከርኢ ንደሊ ኣሎና ኢሉ። ኣምላኽ ንኣብርሃብ ተስፋ ክህቦ ከሎ ዝመሓለሉ ካብኡ ዝዓቢ ስለ ዘይረኸበ ብሓቂ እናባረኽኩ ክባርኸካን እናብዛሕኩ ኸኣ ከብዝሓካን ኢሉ ብርእሱ መሓለ። ከምኡ ኸኣ ብትዕግስቲ ተጸብዩ ነታ ተስፋ ረኸባ ኢሉ። እንታይ ኢሉ? ብትዕግስቲ ተጸብዩ። እንታይ እዩ ዝብሎም ዘሎ? ብትዕግስቲ! እስቲ እንድሕር ተጸቢኻሲ እግዚኣብሔር ነቲ ዝሃበካ ተስፋ ከውርሰካ እዩ ይብለና ዘሎ ኣሜን ዶ ተስፋታት እግዚኣብሔርሲ እወን ኣሜንን እዩ ይብል ምሽ ቅዱሳን ይብል ዶ ከምኡ ቃሉ ተስፋታት እግዚኣብሔር እወን ኣሜንን እዩ በቃ ከም ዝገብሩ ንእመኖ ንእግዚኣብሔር ናይ ዕብራውያን ጸሓፊ ኣብ ዕብራውያን ኣርባዕተ ሓደ እውን እንታይ ኢልዎም ነይሩ እምበኣርሲ ናብ ዕረፍቱ ንምእታው ተስፋ ካብ ዝተርፈናስ ምናልባሽ ሓደ ካባኻትኩም ድሕሪት ተሪፉ ከይህሉ ንፍራሕ ብምባል ከጠንቅቖም ከሎ ንርኢ። ቃል ኣምላኽ ኣብ ካልኣይ ጴጥሮስ ምዕራፍ ሰለስተ ትሽዓተ ኣብ ላዕሊ ዘንበብናዮ እምባቆምን ምዕራፍ ክልተ ሰለስተ ክሳብ ኣርባዕተ ድማ ብትዕግስቲ ንኣምላኽ ክንጽበዮ ከም ዘለና ይነግረና እዩ። ኣብዚ ናይ ሎማዕልቲ መጽናዕትና እውን ትዕግስቲ ክንገብር ከም ዘሎና እዩ ዝምዕደና ዘሎ። ክብሪ ንኣምላኽ ይኹን። ኣብ ዝቕጽል ምዕራፍ ማለት ምዕራፍ ዓሰርተ ሓደ መታን ንተስፋ እግዚኣብሄር ብትዕግስቲ ክንጽበዮ ናይ ብዙሓት እምነት ማለት ናይቶም ናይ እምነት ጀጋኑ ኣብነት ብምጥቃስ ትዕግስቲ ወይ ምዕጋስ ማለት እንታይ ወይ ከመይ ከምዝኾነ ክምህረና እዩ ክብሪ ንኣምላኽ ይኹን ጎይታ ብነገር ኩሉ ይባርኩም ጸግኡ የብዛሓልኩም ናይ ሎሚ መጽናዕትና ኣብዚ ወዲኤ ኣለኹ